ክፍለሰራዊት ኣብይ ኣሕመድ ኣብ ካሊእ ክልላት ኢትዮጵያ ዝነበሮ ልዕሊ ዓሰርተ ገለ ክፍለ ሰራዊት ኩሉ ኣኪቡ ትግራይ ዝዊቱ እዩ ምስኡ ደጊፎም ተጋግዮም ቃል ተዋሂብዎም ዝኾነ ዝኾነ መንገዲ ዝመፁ በሽሓት ብዓሰርተ ሽሓት ዝቆፀሩ ሚሊሻታት ኣለዉ ከክብ ከባቢኡ ፍሉይ ሓይሊ ገለ ዝበሃል ኩሉ ዓይነት ናይ ድሕረት መሳርሒ ተጠቂሙ ኩናት ቅዲ ሰለስተ ሰሙን ኣውጅ እዩ ስለዚ እቲ ኩናት ፕሮፐርሊ ኳዕ ካብ ዝእወጅ ቀዲሙ ቀዲሙ ዝጸንሐ ዋላ ተኾነ ኣብዚ ሕዚ ሰዓት ግን ከምቲ በልኮ ሰለስተ ሰሙን ኩሉ ዓይነት መሳርሒ ኢዶም ዝርከብ ኩሉ ዓይነት ብረት ኩሉ ዓይነት ፕሮፓጋንዳ ኩሉ ዓይነት መንገዲ ተጠቂሞም ንትግራይ ንምንበርካኽ ካብ ዝጅምሩ ያው ሰለስተ ሰሙን ገይሮም ኣለዉ ክሳብ ሕዚ ዘሎ ኩነታት ትግራዋይ ከም ከምቲ ቀደሙ ዝብሎ ዝነበረ ብመንነቱን ብህልውንኦም ዝመፅእ ነገር ክከላኸል ስለዝግበኦ ነዚ ዝምጥን ምክልኻል እናገበርና ኢና ፀኒሕና። ካብ ባናት ምዕራብ ጀሚርካ ክሳብ ራያ ጫፍ ጉጉብዶ ብዙሕ መስተንክር ተሰሪሑ እዩ። ብዙሕ መስተንክር ተሰሪሑ እዩ። ቦጦሎንታት ክልተ ሰለስተ ክፍለ ሰራዊት ለሽ ዘብላሉ ተኣምር ተሰሪሑ እዩ። ህዝብና ስንቂ ምቕባል ጥራሕ ውጉኣት ምልዓል ጥራሕ ክኸውን ይኽእልን ግን ልዕሊኡ ብዙሕ ስራሕ ሰሪሑ እዩ። ካብ ጫፍ እስካዕ ጫፍ ማለት እዩ። ሰው መኸተ ትግራይ ኣብዚ ሕዚ ሰዓት ጸላኢ ብዘሕፍር እቲ ናይ ፕሮፓጋንዳ ጫውጫው ገዲፍና ማለት እዩ ብዘሕፍር ወገን ብዘኹርዕ ልዕሊ ኩሉ ግን ህልውናና ከረጋግፅ ብዝኽእል መንገዲ ዝካየድ ዘሎ ናይ መኸተ ምንቅስቃስ እዩ ኢልካ ከዓ ክትቅፅል ትኽእል። ብሱርኸ ወራር ህግደፍን ኣብይን እንታይ እዩ ትርጉሙ ካብ ዝብል እስኪ ንርኣ። ህግደፍ
ዝከሓለ ቅድሚ ዘለዎም ሰባት ዝመርሕዎ ውድብ እዩ። ብዛዕባ ናጽነት ኤርትራ፣ ብዛዕባ ሓርነት ኤርትራ፣ ብዛዕባ ረብሓ ህዝብታት ኤርትራ፣ ብዛዕባ ረብሓ ኤርትራ ዝግደስ ሓይሊ ኣይኾነን። ኣብይ ኣሕመድ ንማንም ክሕሽከር ድሉ ዝኾነ ሰብ እዩ። ንሱ እውን ዝካሓደ ቅመ ኣሎ ያው ዓዲ ክመርሕ ስለ ዝደሊ ውልቀ መላኺ ኮይኑ ክቕፅል ስለ ዝደልዩ ንውልቀ መላኽነቱ ድማ እቲ ዓብዪ ዕንቅፋት ኢሉ ዝቖፅሮ ህወሓትን ህዝቢ ትግራይን ስለ ዝኾነ ህዝቢ ትግራይ ከበርኽ ይደልዩ ስለዚ ናይ ሓባር ፀላኢ ረኺቦም ኣሎ ማለት እዩ ህዝቢ ትግራይ ምንብርካኽ ናይ ዕድመ ልክዕ ሕልሞም ዘሳኽዕሉ ሓደ መንገዲ ንሪኦም እዮም ምንቅስቃስ ጀሚሮም ኣብዚ ሕዚ ሰዓት መብዛሕትኡ ኣብ ትግራይ ዝግበር ምንቅስቃስ እቲ መብዛሕትኡ ሰራዊት ናይ ህግደፍ እዩ ናይ ህግደፍ እዩ ጥራሕ ዘይኮነስ ኣብይ ዳርጋ መብዛሕትኡ ሰራዊት ወዲ እዩ ኣብ ኢትዮጵያ ዝነበረ ክፍለ ሰራዊታት ዝርዝር ክገልፀ ይደልን ግን ሎማዓንቲ እቲ ናይ መጨረሻ ዘይተተንከፈ ዝበሃል ዕስራን ሓደን ዕስራን ክልተን ካብ ወለጋ ዝመፀ ዕስራን ክልተን ማለት እዩ ሓዊሱ ዕስራን ሓደን ኣሳትፊ ኩሎም ዳርጋ ተሓንሾም ኢሳያስ ዋላ ኤርትራውያን ወታደራትኩ ናይ ምውጋእ ድሌት የብሎምን ህዝቢ ምስ ትግራይ ዘባእሰው ነገር የለን ገሊኦም እናተጭበርበሩ ገሊኦም ዝኾነን ዘይኮነን ዘረባ እናተዘረቡ እናተነገሮም ዝንቀሳቀሱ ኣለዉ ሶብቲ ዝመፅሉ ከባቢታት ክልተ ዓይነት ነገር ኣለዎም ዝዋጋእ ሜካናይዝድ ኣሎ ዝትኩስ ከተማታት ዝዕኑ ድድሕሪኡ ዝኽተል ክልተ ሰለስተ ኣውቶቡስ ዝሓዘ ድድሕሪኡ ድማ ቀደም ጥሮታ ዘይወፃ ትሬንታ ኳትሮ ወዲ ኳትሮ ገለ ዝበሃላ ድቻነበ ገለ ዝበሃላ መካይን ኣቑሑት ማዕፆ ወዲ ማዕፆ ክዘርፋ ዝመፃ መካይን ድድሕሪኦም መኸትል እዮም ዝወፁ ከተማታት እዮም ዝኸዱ ኣብዚ እንታይ ትርጉም እዩ ዝህበና እዚ ዝወራር እዚ
ከምቲ ዝበልኩ እዩ ኣብይ ስልጣን ሓደጋ ዝፈጥረሉ ቲፒኤልኤፍ ክውገደ ኣለዎ ስለዚ ናይ ኢሳያስ ሓገዝ ይደሊ እዩ ኢሳያስ ዋላ ሙሉእ ሰራዊት ኤርትራ ብስምዒት ከላዒሉ ዋላ እንታይ ስሙ ይብል ኣትሊስት ግን ሎሪ ወዲ ሎሪ ትሬንታ ኳንትሮ ኳትሮ ወዲ ትሬንታ ኳትሮ ኪቦ ማዕጾ ወዲ ማዕጾ ዝዘርፉ ሰባት ሸኪሙ ድሕሪት ይምለስ ከተማታት ይቃጥሉ ውግእ ዝገበርናሉ ከባቢታት ያው ዝግብኦም ዋጋ እናረኸቡ እዮም መፅኦም ከተማታት ክኣትዉ ውግእ ትገብር ዶ ይትገብር ን ከተማታት ፍሉይ ሓይልና ሚሊሻና ኣብ ከተማታት ዓሪዱ ዝቕመጥ ኣይኮነን ክቆሙ ሕሰብ የብሎም ስለዚ በዚ መንገዲ እዚ እቲ ትርጉም እንታይ እዩ ኣብይ ዕድሚኡ ከናውሕ ስለ ዝደሊ ኢሳያስ ዝከሓነ ቅም ስለ ዘለዎ ምኹ ነቲ ቂም ሕነ ክፈዲ ስለ ዝደሊ እግረ መንገዱ ድማ ነቶም ወታደራት ግገሊኦም ዋላ ተገሪሆም ናብ ዝኹናት ዝኣተው ማዕፆ ወዲ ማዕፆ ተሸኪሞም ክምለሱ ዝኽእልሉ ዕድል ስለ ዘለዎ ብኡ መንገዲ ኣቢሉ ምንቅስቓስ ይገብር ኣሎ። ስለዚ ትርጉሙ እንታይ እዩ ተብሃለ ናይ ዕንወት፣ ናይ ስርቂ፣ ናይ ውከት፣ ናይ ዕግርግር ልዕሊ ኩሉ ግን ኣብይን ኢሳያስን ከም ሆርን ኦፍ ኣፍሪካ ናይ ምቁፅፃር ድሌት ከም ዘለዎም ሓይልታት ሙሉእ ብሙሉእ ሕልሞም ክመኽነሉ ዝኽእል ዕድል ዝፈጠረ ግን ድማ ትግራዋይም ትግራዋይ ህዝቢ ትግራይም ህዝቢ ትግራይ ኣብ መንነቱን ኣብ ህልውናኡን ዘመቻ ዝኸፈቱ ሓይልታት ምንም ክገብሩ ከም ዘይክእሉ ከረጋግጽ ዘኸእለሉ ዕድል ዝተፈጠረሉ ኣጋጣሚ እዩ ኣብ ትወስደቶ። ግርም እስኪ ሎሚ ዝሰማዕናዮም ዜና ዓወታት ነይሮም ብዶክተር ደብረጽዮን ገብረሚካኤል ከምኡ ውን ብወሃብ ቃል ሓይልታት ምክልኻል ትግራይ ብተጋዳላይ ገብረ ገብረጻድቕ ዝሰማዕናዮም ዜናታት ዓወት ነይሮም እዚኣቶም ምስተን ናይ ሰብዓን ክልተን መጠንቀቕታ ሰዓታት እዘን መከረኛ ሰዓታት እዚኣተን ከመይ ኢና ንሪኦ እዚ። እቲ ናይ ሎማዓንቲ ዜናታት ስለ ናይ ሎማዓንቲ ዜናታት ተገይረ ክውሰድ ኣይብለን ትማሊ ውን ቅድሚ ትማሊ ውን ናይ ዓወት ዓወት መስተንክራዊ ዓወት ዝተረኸበሉ ስርሒት ነይሩ ኩናት ብዕልብ ዝተጀመረሉ ምሸት ዝተፈጸመ መስተንክር ነይሩ ብብማዕልቱ መስተንክር ተፈጢሩ እዩ ብዙሕ ተሰሪሑ እዩ ጀጋኑ ሓይልታት ምክልኻል ትግራይ፣ ሚሊሻ፣ ፍሉይ ሓይሊ፣ ህዝቢ ዝገርም ንማንም ንማንም ዘስደምም ጅግንነት ፈፂሞም እዮም። ሶ ብዙሕ ይዋጠናሉን እቲ ጅግንነት እቶም ጅግንነት ዘይፈልጡ ዘይርድኦም ቦታታት እናፀንሑ እዚ ኣባ ኣቴናያ ባይዘወይ ሓደ ነገር ኣሎ ኣቲናን ተቆጻጺርናን እተፈላለየ ነገር እዩ ትኣቱ ኣይትቆጻጸር so ትኺልካ ከመይ ገርና engage ንገብሮም ካሊእ ጉዳይ እዩ ስለዚ ብዙሕ ዘሰክፍ ነገር የልናን ግን ህዝብና የባሳብስዎ ኣለዉ ዘሰክፈና እሱ እዩ ህዝብና የባሳብስዎ ኣለዉ ህዝብና ይቕጥቕጥዎ ኣለዉ ብመድፍዕ ብቢኤም ይቕጥቕጥዎ ኣለዉ ብታንኪ ይቕጥቕጥዎ ኣለዉ ስለዚ ሕነ ናይ ምፍዳይ ጉዳይ ጌርና ኣይንወስዶን ግን ኹሉ ክኽፈሎ ብዝግባእ ክኽፈሎ እዩ ስለዚ ትርጉሙ እንታይ እዩ ዝብልካኒ እቲ ናይ ሎሚ ናይ ዓወት ዜና ናይቲ ቅድሚ ሕዚ ንገብሮ ነገር እናገበርናዮ ዝመፃእና መስተንክራዊ ስርሒት መቐፀልታ እዩ ትማሊ ዕዳጋ ሓሙስ ቅድሚ ትማሊ ቅድሚኡ ኣብ ፋጽሚ ነዋሪ ዘየምጽእዎ ሓይሊ የለን፣ ዘየንቀሳቕስዎ ታንክ የለን ለሽ ነብሎም ኣሽሓት ራያ ኺድ ሓንቲ ቦጦሎኒ መበል ዕስራን ሰለስተን ክፍለ ጦር ዕስራን ሓሙሽተን ክፍለ ጦር ዓሰርተ ሰለስተ ክፍለ ጦር ሰላሳን ክልተን ክፍለ ጦር ሻድሻይ ሜካናይዝድ ክፍለ ጦር ዝበሃል ታንክታቱ ሓምሺሻ፣ መዳፍዖም ኣቃጺላ ሓንቲ ሓንቲ ወጠሎኒ ዕስራን ገለን መዓልቲ ገይራና ትቕጥቕጦም ኣላ። ክቕይሮ ዝኽእሉ ነገር የለን። መስዋእትነት ይሉ ኣሎ እዩ ግን ያው ብንፅፅር ትሪኦ ብጣዕሚ ሰከፍ እዩ ንሰብ ዘይሓሊ ንሰብ ዘይግደስ መራሒ ተልዩካ ጥራሕ እትገብሮም ስራሕቲ ይስርሑ ኣለዉ ሕዚ ኣብይ ዝመርሖ ህግደፍ ዝመርሖ ባይ ዘወይ ናይ ህግደፍ ጀነራላት እዮም ዝመርሕዎም ገሊኦም ወታደራት እውን ኣለዉ ከብቲ ከባቢ ደቡብ ብዙሓት ዝተወድኡ ናይ ህግደፍ ወታደራት እውን ኣለዉ እዚኦም እትዎም ንኦም ዶ መጀመርያ ስደድዎም ናበሊኦም መላገፂ እዮም ዝገብሩ ሰውሶም ዝካሓነ ቂም ኣሎ እቶም ጀነራላት ክዋፅዎ ዝደሊ ነገር ኣሎ ግን ካሊእ ጉዳይ መፅኦም ኣብ ራያ ተረፍሪፎም ኣብ ራማ ተረፍሪፎም ኣብ ዛላምበሳ ተረፍሪፎም ዕዳጋ ሓሙስ ሕዚ ብዙሕ ጠፍዮም ማእኸላይ ዞባ ምስ ሓምስ ገበርና በሻሓት ጠፊኦም እዮም ናይ ሰብ ጉዳይ የገድሶም ዶ ኢልካ ትሓትት ኣይገድሶም ሰብዓን ክልተን ሰዓት ስለ ዘርጋን ሪኢናና ኣብይ ኣሕመድ ሲምፕል ዝኾነ ቀሊል ዝኾነ ናይ ፕላኒንግ ኤክሰርሳይስ ምግባር እዩ ዓቕሙ ዕለት ዕስራ ኣብዚኣ ክንኣቲ ኢና ተይሉ ዕለት ዕስራ ንምእታው ኩሉ መስዋእቲ ክኽፈል ኣለዎ ኢሉ ዝኣምን ሰብ እዩ። ኢሳያስ ኣፈወርቂ ይሕግዞ። ኢሳያስ ኣፈወርቂ ብናይ ኢትዮጵያ ሂማን ሪሶርስ ክጥቀም ዝደሊ ሕዚ ቀንጠብጠብ ክብል ናይ ኢትዮጵያን ሂማን ሪሶርስ ዳርጋ ተወዲኡ ስለ ዝኾነ ናይ መን ይጥቀመሎም ናይ ባዕሉ ክጥቀም ይግደድ ኣሎ። ኢትዮጵያ ዘመሓድር ጸጥታ ክሕሉ ዝኽእል ናይ ኢትዮጵያ መከላከያ ሓይሊ ዝበሃል ቀደም ዝበሃል ዝነበረ ሕዚ መርሰነሪ ዝኾነ ቁጹር ሓይሊ ዳርጋ ክትብሎ ትኽእል ትውዲ ኩለን ክፍለ ሰራዊት ኣብዘይ መፅኤን ተሓይሸን ዝሞት ሞይቱ ዝተማረኸ ተማሪኹ ዝውጋእ ተወጊኡ ሆስፒታላት ኣዴታት ይፈልጦ እየን መን ከም ዝሞተ መን ከም ዝቆሰለ ሶ ኣብዚ ሕዚ ሰዓት እንታይ እዩ ክገብር ደሊ ኣብይ በዛ ዕለት እዚኣ ክገብር እየ ኢሉ ኣብ ዝሓለፈ ቆፀሮ ይህብ ነይሩ ኣብዛ ዕለት እዚኣ መቐለ ክኣቲ እየ ሕዚ መቐለ ናይ ምእታው ድሌት እዩ ታንክታት ክኣትዋ እዩ ድልየቱ። መቐለ ናይ ምቁፅፃር ድሌት የብሉ። ንመቐለ ኣትየ ንምባል ግን መቐለ እውን ከብርሳ መቐለ እውን ከጥፍኣ ድሌት ኣለዎም። በደባባይ ሂትለር ዘይበሎ ሙሶሎኒ ዘይበሎ ዘረባ ይዛረብ ዘሎ ሕዚ ንእገለ ኣሕሊፍኹም እንተዘይህኹምኒ መቐለ ክድብድባ እየ ወታደር እየ ዝብል ኩሉ ዩኒፎርም ዝተኸደነ ትርጉም ዘሎ ልምዲ ዘይብሉ ዘለዎ ኩሉ እናወፀ ይፍክር ኣሎ። ህዝቢ ትግራይ በዚ ዶ ይፈርሕ ኣይፈርሕን ሰብዓን ክልተን ሰዓት ተመሪቕልና እዩ መጀመርያ ኣብ ውሽጢ ገለ ኢድኹም ተሂኹም ይበሃል ነይሩ ሓሳብ እንታይ ነራ ላይትኒንግ ስትራይክ ዝበሃል ኣሎ ብሊትስክሪግ ገለ ዝብልዎ ኣብ ጀርመን እሳ ገይረ በቃ ኩሉ ተቆፃፅረ ታንክታት ማርች እናገበሩ ከተማ ናይ ምቁፃር ድሌት የብሉን ትግራይ ናይ ምምሕዳር ድሌት የብሉን ሂሚልየት ናይ ምግባር እዩ ትግራዋይ ሂሚልየት ናይ ምግባር ናይ ምውራድ ትግራዋይ ከም ትግራዋይ ክዋረድ መሽረፈት ትብሉኒ እርእየኩም ክብል እዚኣ እታ ድልየቱ ኢሳያስ ኣፈወርቂ ድልየቱ ካልእ ከይመስለካ እታ ዝከሓደት ቂም ከመይ ገይሩ ሕነ ክፈዲ ሰኣ ድልየቱ ስለዚ ሓደ ድሪም ኣለዎም ናይ ሓባር ሕልሚ ኣለዎም ነዚ ኢሎም ኩሎም ሕዚ ኢሳያስ ትዝክር ምናልባት ያንግ ኢኻ ቆልዓ ኢኻ መስለኒ ተስዓን ሓደን ብናይ ሓበሻ ሶኒ ባድመ ኢሉ ኢሳያስ ሶኒ ባድመ ኣሽሓት ኤርትራውያን ወዲኡ ንናቱ ኢጎ ክበሃል ንናይ ኢሳያስ ኢጎ ክበሃል ሶኒ ኢኹም ክትሕዝዋ ማለት ውግእ ክትኸፍት ናይ ውግእ ቆመና ኢኻ ትፍትሽ ጸላኢ የጥቅዕ ዶ ኣለኹ ኣይጥቅዕን ኢኻ ትሓትት እምበር ሶኒ ክሕዛ ኢኻ ትልካ ዓዲ ከተጥፍእ ሶ ናይ መናእሰይ ህይወት ኣይንታይ እሱ ፕሮሚስ ገይሩ እዩ ሶኒ ባድመ ክሕዘ ኢሉ ኣብይ ቀደም እውን ዝተለቆ ሕልሚ እምበር ናይ ባዕሉ ሕልሚ የብሉን ናይ ኢሰያስ ሕልሚ ወሲዱ ሰኑይ መቐለ ክኣቲ እየ ኢሉ ስለ ዝበለ ወታደራት ኢትዮጵያ ክኾኑ ዝግብኦም ሰባት ቁፅረኛታት ይህግሮም ኣለዉ። በሽሓት ይጠፍኡ ኣለዉ በብመዓልቱ። ሰራዊት ምክልኻል ትግራይ ረብርብና ብምቕታሉ እዩ ስኖት ኣባውት ቦታ ሓደ ቦታ ሰሒኻ ኣብ ትቐትሎ ጸላኢ ተልዩ ቦታ ቀይርካ ውን ትቐትሎ ኢኻ። ከተማታት ፍሉይ ሓይሊ ኤቭሪ ከተማ ከነቕምጥ ኣይንኽእልን። ንሱ ሰብ ክፈልጥ ክእል ኣለዎ። ከምኡ ዝበሃል ነገር የለን። ከተማታት ህዝቢ እዩ ክከላኸል። ከምኡ ውን ተሓሰበ ነገር ኣይነበረን። ጸላኢ ክመጸሉ ዝኽእል ኣንፈት ጥራሕ ኢኻ ሓትኻ ትከላኸል። ብዝኾነ ሕዚ ውን ሰብዓን ክልተን ሰዓት ዝበሃል ወሲኹልና እዩ ማለት እዩ። ጽባሕ ክውስኸልና እዩ እንደገና ሰብዓን ክልተን ሰዓት ዝብል ሎማዓንቲ መበል ዕስራን ሓደን ክፍለ ሰራዊት ዝበሃል ዝገርም ክፍለ ሰራዊት እዩ ኣብ ናይ ኢትዮ ኤርትራ ውግእ ምግቢ ሃይለ ዝበሃል ጀነራል ዝመርሖ ዝነበረ ክፍለ ሰራዊት እዩ ሽዑ ዓዲ ማዕለል ዓብዪ መስተንክር ዝሰርሐ ኣንጻር ህግደፍ ዓቢ መስተንከር ዝሰርሐ ክፍለ ሰራዊት እዩ። ሎሚ ናይ ህግደፍ ጀነራላት ኣዚዞሞ ህዝቢ ትግራይ ከባሳብስ ወጺኡ ሙሉ ብሙሉ ተሓምሺሹ። ክድግፎ ዝመጻ ሄሊኮፕተራት፣ ታንክታት ኩለን ተወቂዐን። እዚ ሽግር እዚ እንታይ ዘርእየና ሰብዓን ክልተን ሰዓት ጽባሕ ብኣብይ የቐንየልና ሰብዓን ክልተን ሰዓት ስለ ዝሃብካና ጽባሕ ድማ ሰብዓን ክልተ ሰዓት ወስኸልና ክትብል ጥራሕ ኢኻ ትደሊ ሕዚ እቲ ጀሚርናዮ ዘለና ኩናት ኩናት ጀሚሮምዎ ዘለዉ መጥቃዕቲ ደው ክብል ኣይኽእልን ሶኒ ስለ ዘይተሳኽዐት ቐጻሊ ሶኒ ክብሉ ይኽእሉ እዮም ሶሉስ ክብሉ ይኽእሉ እዮም ረቡዕ ክብሉ ይኽእሉ እዮም ህዝቢ ትግራይ ናይ መጥቃዕቲ ግዳይ ንምግባር ዝግበር ምንቅስቃስ ደው ዝብል ኣይመስለንን ክቕፅል እዩ ንሕና እውን ክቕንፅል ኢና ማለት እዩ ምክልኻል ግርም ሕዚ ብቐፃሊ ትምኸተና ሙሉእ ብሙልእ ኣብ ጫፍ ንክበፅሕ ንክዕወት እንታይ ዓይነት መልክዕ እዩ ክሕዝ ዘለዎ ብፍላይ ድማ ምስዚ ኣተሓሒዝና ኣብ ግንባር ንዝበፅሖም ዘሎ ስዕረት መከሓሓሲ ኣብ ከተማ ኣብ ሕብረተሰብ ሓሶት ፕሮፖጋንዳ እናነዝሑ ዝውዕሉ ኣለው። ስለዚ ነዚ ከ እቲ ሕብረተሰብ ከመይ እዩ ነቒሑ ክምክቶ ዘለዎ ዝብል እስኪ ነልዕል ኣብ መወዳእታ። ሓንቲ ነገር ኩናትና መልክዑ በብግዚኡ እናተቐያየረ ክመፅእ እዩ። መቐለ ከጥፍኤኒ ዝብል ሓይሊ መቐለ ዓሪድኻ ግጠመኒ ክትብሎ ዘይከድሊ ይኽእል እዩ። ካብ መቐለ ኣርሒቕካ ኢኻ ትገጥሞ መቐለ ከይበጽሐ ኢኻ ትገብሮ እዚ ብወታደር ስራሕ ግን ድማ መቐለ ከይመጽእ ተጋግዩ ወይ ብዝኾነ ኣጋጣሚ መቐለ ተኣቲኻ መቐለ ከይነብር ኢኻ ትገብሮ ኣክሱም ከይነብር ኢኻ ትገብሮ ናይ ዓዲግራት ትሰምዕና ኢና ሲምፕሊ ዓዲግራት ተረጋጊዑ ዝነብረላ ማዕጾ ዝነቕለላ ዕድል ክትህቦ የብልኻን ክትኸልኦ ኣለካ ሶ ናይ ቶና ሜጀር ብናተይ እምነት ኣብይ ኣሕመድ ኩለን ኣብ ኢትዮጵያ ዝነበራ ኩለን ኣሃዱታት ሓንቲ ክፍለ ሰራዊት እያ ቀሪያ ንሳ እውን ትመፅእ ይመስለንን ተፈጊርዎ ኣሎ ዳርጋ ኩለን ተሓምሽሸን እየን ኢሲያስ ዝርካበን ናይ ኤርትራ ወታደራት ዝተኣኻኸቡለን ክፍለ ሰራዊታት ይህግረን ኣሎ። ቦታ እናቀያየርና ኩለን ክንወደአን ኢና። ምንም ዘጠራጠር ነገር የለን። ኩለን ትግራይ መቃብረን እያ ክትኾን ማለት እሱ ኖት ኣባውት ጃህራ ፈኸራ ሰፋክ መቃብሮም ክኾን ኣለዎ። ኣብ ራሕሪሕ ገባ ፍትሓ ይገብሩ ነይሮም መናእሰይ የገድድ እሞ ኣስከሬን ብዙሕ እዩ ብጣዕሚ ሕዚ ኣስከሬን ክተርኢ ዓለም ክርእየልካ ኣስከሬን ምርኣይ እንታይ ቁም ቁም ነገሩ ኣስከሬን ከይረአ እሞ ኣኪቦም ብትራክ ናብ ካሊእ ቦታ ሰብ ከይርእዮ ማለት እዩ ሕዚ ብቲ ናይ ትግራይ ሳይድ ኦፍ ራያ ከይቕበር ናብ ካሊእ ቦታ ክወስዱ ይፈትኑ እንድሕር ተሓዝን ነቲ ኣስከሬን እውን ክብሪ ኣይህብዎን ማለት እዩ። ነስከሬን ክብሪ ዘይህቡ፣ ንህዝቦም ክብሪ ዘይህቡ፣ ህዝቢ ኣስከሬን ገይሮም፣ ህዝቢ መስዋእትነት ገይሮም፣ እታ ዝሃብዋ ቃል ከም ዝበልኩኻ ኣብይ ኣሕመድ፣ ኢሳያስ ኣፈወርቂ ሶኒ ባድመ፣ ሶኒ መቐለ ስለ ዝበሉ ቃሎም ከየዕሩ፣ ትርጉም ዘይብሉ ቃሎም ከየዕሩ ብዓሳ ዓሰርተ ሽሓት ዝቑፀሩ ኤርትራውያንን ኢትዮጵያውያንን ይህግሩ ኣለዉ። ስለዚ ዝሰድዎም ሓይልታት ዝሰድዎም ውልቀ ሰባት ክመውቱ ኣይንደልን። ግን ድማ ኣብ ናይ ትግራይ ህልውና ኩሉ ነገር ክንገብር ስለ ዝግባእና ዝመፀ ኩሉ ብዝመፀሉ መንገዲ ክነተኣናግድ ኢና ምንም ዘጠራጥር ነገር የብለን። እንታይ ምኽሪ ተሕልፍ ስልካኒ ደቅኹም ይትስደዱ ክብል ይደሊ ደቆም ይስእሉ ዝሓዝናዮም ብዙሓት ሰባት ኣለዉ ዓሰርተ ሓሙሽተ ሽሕ ማለት ተተሓዘ ሰብ ኣለዎ ወታደር ዝነበረ በሽሓት ዝቆፀሩ ምዉታት ኣለዉ ነዚኦም ስለ ዘረኣና ድዮም ሰብ እንታይ ስኹን ንናይ ኣብይ ናይ ልቓሕ ሕልሚ ዝተልቆ ሕልሚ እምበር ናይ ባዕሉ ሕልሚ የብሉን። ናይ ኢሰያስ ዝከሓነ ቂም መዋጽእ ክኾን ኢትዮጵያዊ ኤርትራዊ ክህገር የብሉን። እንተ ንሕና ዝመጸ ኩሉ ጸላኢ ብዝከኣለና መንገዲ ብዝደለናዮ ሰዓት ኣብ ዝደለናዮ ቦታ ምሕምሻሽ ክንቅጽል ኢና። ስለዚ እቲ ንገብሮ መኸተ ባህሪኡ እንታይ እዩ ኮይኑ ክቕፅል እንተ ኢልካኒ ከምቲ ዝመፀና ናይ ማዕበላዊ መጥቃዕቲ ይገብሩ ኣለዉ ማዕበላዊ ማጥቃዕ ስሉ ይገብሩ ማዕበላዊ መጥቃዕቲ ክንገብር ይንኽእል ኣለና ናይ ህዝብ ሰባት እናተገደዱ ጥይት እናተትኮሶም ክዋግኡ ካይመፁ ናትና ወታደር ይርብርብ ሰብ ብምቕታል ስለዚ ከምኡ ስለ ዝመፀ እስካዕ መጨረሻ ንቐፅል ትብለሉ ምክንያት ክህሉ ይኽእልን ስወታ ኢኻ ትገብር ቦታ ናቀይርካ ናቀያርካ ጠፍእ ክተጥፍኦ ኢኻ ዝኾነ ህዝቢ ትግራይ እቲ ዝጀመሮ ምንቅስቃስ ክቐፅል ክእል ኣለዎ ኤቭሪ ትግራዋይ ወታደር እዩ ሕዚ ክልቀም ዝግብኦ ክልቀም ኣለዎ ክውቃዕ ዝግብኦ ክቅረም ዝግብኦ ክቅረም ክእል ኣለዎ ሓይልታት ምክልኻል ትግራይ ኩሉ ዝከኣሎም ኣብ ኢዶም ዘሎ ናውቲ ተጠቂሞም ይንቀሳቀሱ ኣለዉ ትርጉም ዘለዎ ውፅኢት እውን ይረኽቡ ኣለዉ ክቕፅል እዩ ክንዕወት ኢና ኣብ መወዳእታ ቅድም እኳ ተናኺፈያ ነይረ እታ ሕቶ ሕብረተሰብ ዘደናግረሉ ክኾነ ኢሎም ማለት እዩ ኣብቲ ሕብረተሰብ ውሽጢ እቲ ነባራይ ሕብረተሰብ ከምዝተብሃለ ከምዝተገብረ እናበሉ ኮነ ኢሎም ነቲ ናይ ግንባር ስዕረቶም ንምክሓስ ኢሎም ዘደናግርሉ ኩነታት ኣሎ። እቲ ሕብረተሰብ ነዚ ከመይ እዩ ክምክቶ ዘለዎ ለኪብናያ ክንከይድ ኢለ። Well እቲ መፍትሒ ዘይምድንጋር እዩ ግን ትግራዋይ ብናይ መንእሰይ ተጋሩ ብናይ ሚሊሻ ትግራይ ብናይ ፍሉይ ፖሊስ ትግራይ በዚኦም ናይ ምግባር ዓቕሚ እምነት ከሕድር ክኽእል ኣለዎ። ብተወሳኺ ድማ ብናይ ባዕሉ ክብሩ ናይ ምሕላይ ህልውናኡ ናይ ምሕላይ ድሌትን ባህግን ክተኣማመን ክኽእል ኣለዎ። ሕዚ ናብ መፃኢ ሓደ መሶቦ ሕዚ ለማዓንቲ ኣጋጣሚ ገዛ ምግቢ ስለ ዘይነበረ ወፅኤ ሬስቶራንት ክበልዕ ኣብኡ ገለ ዘሕጉስ ነገር ርኤ። ደስ ዝበሎም ሰባት ኣለዉ ማለት ኣነ ቀደም እውን ደገ ደገ ብል ግን እንታይ እየ ተረድኤ ሓሜታት ኣሎ ማለት እዩ። ኣብ ከተማ ዝዝረብ ብዙሕ ነገር ኣሎ ማለት እዩ። ስለዚ ከም መራሕቲ ህዝቢ ትግራይ ህጊርና ኣበይ ክነበፅሕ ማለት እንታይ ኣበይ ድና ክንበፅሕ ከም ዓይነት ሓሜታት ዝሰምዕ እዝኒ ምህላው እዩ ዘሰክፈኒ። ናይ ብልፅግናን ናይ ገለን ዘረባታት ኣለዎም ልኡኻት ኣለዎም መሰቦ ኢሎም መሰቦ በፂሖም ኣለዉ ናይ ታንክ ከቢብና ይብል ነይሩ ሓደ መከላከያ ዋላ ባዕሉ ኣብይ ብታንክ ከቢብና ከቢብናዮም ኣለና ዋላ ኩሎም ናይ ወፃኢ ሚድያ ብታንክ ተኸቢቡ ኣሎ ኣዶ ነው ታንክ ክፀግዑ እንዲዮም ዝደልዩ ገገሊአን ነቃፅለን ኣለና መብዛሕትአን ነቃፅለን ኣለና መስለኒ ህዝቢ መቐለ ይኹን ህዝቢ ዓዲ ግራት ብታንክ ክኽበብ ብታንክ ክጥቀጠ ይንደልን ክፍለጥ ዝግብኦ ከም ዝበልክዎ ኢስራ ሃያ ኣንደኛ ክፍለ ጦር ካብ ታሪክ ሰራሒነት ናይ ታሪክ ተኣካትሎ ናይ ታሪክ መሕፈር ዝኾነ ታሪክ ናብ ምስራሕ ዝወረደሉ ከይዲ ኣብ ትግራይ ብዙሕ ቁም ነገር ዝሰርሐ ኣንጻር ህግደፍ ኣብ ዝተገበረ ቃልሲ ብዙሕ ቁም ነገር ዝሰርሐ ክፍለ ሰራዊት ኣብ ትግራይ ከባሳብስ ናይ ሓደ ናይ ህግደፍ ጀነራል ትእዛዝ ተቐቢሉ ክመጽእ ጥዋዕዋዕ ክብል እዚ ታሪክ ትግራይ እዩ ዝኸደዐ ዘጭበርበረ ዝሓሰወ ዋጋኡ ክረክብ ይኽእል እዩ ዝብል ነገር መልእኽቲ እዩ ዘሕልፍ። ስለዚ ህዝቢ ክደናገር የብሉን። ብናይ ባዕልና ናይ ምግባር ዓቕሚ ክተኣማመን ክእል ኣለዎ። ዓዲግራት ተተሓዘ ዓዲግራት መሊስና ክንሕዞ ኢና። ኣብዚኣ ክጠራጠር የብሉን። ኣለማጣ ተተሓዘ ኣለማጣ ዝሓዞ ሰብ የለን። ኣለማጣ ኣዝማር ፋክት ክነግረኩም ሓይልታት ምክልኻል ዋጃ ዝነበረ መስመር ሰብ ክቅጥቀጥ የብሉን ቀደም ን ፋኖ ፈጥኖ ደራሽ ኢኻ ትጽበ ነርካ ስለዚ ምትዕራይ ገርና ናብ ግራሕ ካሕስ ወርድና ደዩናዮ ተታይሱ ከተማ ብዘይ ገለ ኣብ ከጥቅዕ ኢሉ ዝተረፍረፈ ሓይሊ ግን ካልእ ነገር ይዛረብ ብዙሕ ብዙሕ ጃህራ ብዙሕ ነገር ክዝረብ ይኽእል እዩ ስለዚ ህዝብና ክደናገር የብሉን ክደናገር የብሉን ማለት መስዋእትነት የለን ማለት ኣይኮነን ሽግር የለን ማለት ኣይኮነን ሽግር ኣሎ እዩ ሽግር ግን ብዓቕምና ጉርበትና ብስረና ክንፈትሖ ኢና ብተግባር ውን ክነርኢ ኢና ኣብዚኣ ጥርጣረ ክህሉ የብሉን። ኣይተ ጌታቸው ረዳ ኣብ እዋናዊ ኩነታት ኣመልኪቶም ኣብዚ ኣብ ስቱድዮ ቴሌቪዥን ትግራይ ተረኺቦም ንዝሃቡኒ መብርሂ ኣዝየ የመስግን። ኣሜን። ዝኸበርኩም ተኸታተልትና ምስ ወሃብ ቃል ሰንትራል ኮማንድ ትግራይ ኣይተ ጌታቸው ረዳ ኣብ እዋናዊ ኩነታት ኣመልኪትና ዝገበርናዮ ፃንሒት ኣብዚ ዛዚምና። ክብረት ይሃበልና።